ወዲ ፍቃራ እዩ ወዲ እንድሕር ዳ ኣፍቂርኪ ኮይኑ እንድሕር ዳ ምሳኺ ዝነብር ኮይኑ ጽቡቅ ዝኾነ ስምዒት እንድሕር ዳ ፈጢርልኪ ኮይኑ ሂወትኪ ደስ ብዝብል መንገዲ ንክቅጽል ጽቡቅ ዝኾነ ሂወት ንክህልወኪ ዝገብር ፍጥረት እዩ ግን እንድሕር ዳ ኣፍቂርኪ ኮይኑ ምሳኺ ጽቡቅ ዝኾነ ርክብ እንድሕር ዳ ሃልዎ ተኾይኑ ጥራሕ እዩ ግን ሰላም ሰናይት እየ ቻናለይ ሰብስክራይብ ብምግባር ኩሉ ግዜ ብዝለቆም ቪድዮታት ንናይ ፍቕሪ ህይወት ክግጠሙኺ ዝኽእሉ ሓደሽቲ ሓሳባት ውሰዲ። ከምቲ ዝበልኩኺ ወዲ እንድሕር ኣፍቂርኪ ኮይኑ እቲ ጽቡቕ ዝኾነ ህይወት ንኽትረኽቢ ኣብ ቀረባ ኢኺ ትኾኒ። ግን ድማ እንድሕር ድኣ ኣፍቂርኪ ኮይኑ። እንድሕር ዘየፍቅረኪ ኮይኑ ድማ በቲ ዝነገርኩኺ ህይወት ኣንጻር እቲ ክፉኡን ሕማቕን ዝኾነ ህይወት ንክህልወኪ በጠቓላሊ ብህይወትኪ ሕጉስቲ ንከይትኾኒ እዩ ዝገብረኪ። ብፍቕራዊ ርክብ ጥራሕ ኣይኮነን በጠቓላሊ በቲ ህይወት ሕጉስቲ ንከይትኾኒ እዩ ዝገብረኪ። ዘለኪ ነገር ብምሉኡ ክረኣየኪ ኣይኽእልን። ምስ ቤተሰብኪ ሰላም ክትኾኒ ኣይትኽእሊ፣ ምስ መሓዙትኪ ፍቕሪ ክትኾኒ ኣይትኽእሊ፣ ለልረኸብክዮ ነገር ክተመስግኒ ኣይትኽእሊ። እቲ ዘለኪ ህይወት ብምሉኡ ብጣዕሚ መጽልኢ ከምዝኾነ ንክስመዐኪ እዩ ዝገብር። ስለዚ እዚ ዘየፍቅረኪ ወዲ እዚ እቲ ጽቡቕ ስምዒት ክህልወኪ ዘይገብር ወዲ እንድሕር ዘየፍቅረኪ ኮይኑ እንታይ ዓይነት ምልክታት ኢኺ ክትርእይሉ ከመይ ዝመሰለ መረጋገጺ ኢኺ ክትረኽቢ ትኽእሊ ዝብል ሎማዓንቲ ዝተወሰነ ነጥብታት ኣልዒለ ክነግረክን እየ ንቻናል ሓደሽቲ ተኾይንክን ቻናል ሰብስክራይብ ምግባር ጥራሕ እዩ ካባኹም ዝጽበ ሰብስክራይብ እንድሕር ደኣ ጌርክን ኮይንክን ድማ ክሳዕ መወዳእታ ምሳይ ሓቢርክና ንጽንሓ እሞ ኣብ መወዳእታ እዛ ቪድዮ ሼር ብምግባር ናብ መሓዙትክን ክትበጽሕ ግበራ ላይክ ምግባር እውን ከይትርስዓ ኢኽን ስለዚ መጻምድኺ ሓቢርኪ ዘሎ ወዲ እንድሕር ደኣ ዘየፍቅረኪ ኮይኑ ክህልውኺ ካብ ዝኽእሉ ምልክታት ሓደ ተፈቃሪት ከም ዝኾንኪ ዘይስምዐኪ እንድሕር ደኣ ኮይኑ በጠቓላሊ ሕጉስቲ እንድሕር ደኣ ዘይኮይንኪ፣ ማለት የፍቅረኒ ዶ ይኸውን እዚኣ ገይሩ እዚኣ ማለቱ ድያ እናበልኪ እትውዕሊ እንድሕር ደኣ ኮይንኪ ኣየፍቅረክን ማለት እዩ። እዚ ስምዒታት እዚ ካብ መሬት ተላዒሉ ስኡ ኢሉ ክስምዕና ዝኽእል ዓይነት ስምዒት ኣይኮነን። መጻምድኺ እንድሕር ደኣ ዘፍቅረኪ ኮይኑ፣ መጻምድኺ እንድሕር ደኣ ዝደልየኪ እሞ ድማ ከም ዘፍቅረኪ ኩሉ ግዜ እንድሕር ደኣ ዝነግረኪ ኮይኑ፣ ህይወትኺ ደስ ዝብል ከም ዝኾነ እዩ ክስምዓኪ ዝኽእል። ምንም ዓይነት ጥርጣረ ክለዓል ኣይኽእልን ኣብ ልዕሊ መጻምድኺ። እንድሕር ዘየፍቅረኪ፣ ፍቕሪ ዝመስል ነገር እንድሕር ደኣ ዘይርኢኽሉ ግን ኩሉ ግዜ የፍቅረኒ ዶ እኸውን? ክሳዕ መወዳእታ ሓቢርና ዶ ክንቅጽል ንኸውን? ዝብል ስምዒታት ውሽጥኺ ኩሉ ግዜ እዩ ዝኹርኳሐኪ። ገዲፍኒ ደኣ ከይኸይድ ዝብል። ኢቭን እኳ እዛ ቪድዮ እዚኣ ክሊክ ጌርክን ንምርኣይ ዘብቅዕ ስምዒት እንድሕር ደኣ ረኺብኪ ኮይንኪ፣ በርግጸኝነት እዚ ወዲ ዘየፍቅረክን። እዚ ስምዒት እዚ ተራ ስምዒት ኣይኮነን ብዙሕ ነገር እዩ ዝልውጥ ምልከታኺ ይቕይር እዩ ኢለኪ ነይረ እየ ኣብ ዓንቶብቲ መጀመርያ እና እዚ ምልከታ እዚ ፅብቕቲ ኣይኮንኩን ኢልኪ ንክትሓስቢ ኩሉ ግዜ ፅብቕቲ ንክትኾኒ ኣብ ቅድሚ መፃምድትኺ ብፍላይ እኽልቲ ከም ዘይኮንኪ ስለ ዝስምዐኪ ዘይትገብርዮ ነገር የብልክን ኣብ ሕጉስቲ ድማ ኣይትኾንን ማለት ካልኦት ሰባት ርእይ ቢሎምኹሲ ብቐሊሉ ፅብቕቲ እያ ዝብሉኺ ዓይነት ጓል እናሃለኺ ወይ ተራ ኣከዳድና ተኸዲንኪሲ ኩሉ ሰብ ዋእ ዝብለኪ ዓይነት ኣከዳድና እናሃለወኪ ሲ ኣብ ቅድሚ ሰብኣይኺ ክትኾኒ ከለኺ ግን ብምንም ነገር ውሽጥኺ ርግዕ ክብል ወይ ርኽዕ ክብል ኣይኽእልን። እዚኣ ተገበርኩ እዚኣ ክብለኒ እዩ ትብሊ ካብኡ ድማ ይብለኪ እዩ ገለ ነገር በቃ ቂንጣሚንጢ የውፀልኪ ኣብ ሰውነትኪ እዚ ከምዚ እናበለ በቃ ብዙሕ እንትን ይህበኪ ጎደሎ ነገር የርእየኪ እሞ ሽዑ ሕጉስቲ ዘይኮንኪ ትተርፊ። ሽዑ ኣየፍቅረንን ዝብል ስምዒት ንክፍጠረልኪ እዩ ዝገብር። ቃል ብቃል እኮ የፍቅረክን ኣይበለክን፣ ብሓባር ኣይንቕጽልን ዝብል ሓሳብ እኮ ኣይሃበክን እዚ ወዲ እዚ። ብዝገብሮም ተግባራት፣ ብዘርእየኪ ምልክታት ግን ፍቕሪ ከም ዘይብሉ ንዓኺ፣ ኣብ ልኾነ ግዜ ፍቕርኹም ክቋረጽ ከም ዝኽእል፣ ሓዳር ከይገበርኩም ትቐርዩ ከም ዝኾንኩም ክስምዓኪ ይገብር ማለት እዩ። እዚ ስምዒት እዚ ኣነ ከብራርሀልኪ ኣይኽእልን፣ ብዓብይኡ ምስ ባዕልኺ ስለ ለሎ፣ ብዓብይኡ ውሽጥኺ ስለ ልፈርሕ፣ ብኣዊኡ ውሽጥኺ ስለ ዝነግረኪ ብደንቢ ጌርኺ ትፈልጥዮ ኢኺ። መጻምድኺ እንድሕር ለፍቅረኪ ኮይኑ ኣብ ህይወትኩም ምንም ዓይነት ጥርጣረ ክህልወኪ ኣይገብርን። ሓደ ግዜ ውሽጥኺ እንድሕር ድኣ ሰጊኡ፣ ሓደ ግዜ ውሽጥኺ ከም ዘይተፈቐሪ እንድሕር ድኣ ተሰሚዕዎ ኮይኑ ድማ ኩሉ ግዜ በዚ ስምዒት እዚ እዩ ዝቕጽል። እዞም ሰባት እዚኣቶም ብግልጺ ወይ በታ ንፈልጣ ትኽክለኛ ዝኾነት ትግርኛ ኣይፍቅርን ኣይብሉን። ሰብ ብዝርድኦ መንገዲ ከርድኦ ይኽእል ግን ድማ ምሳኺ ኮይኑ ፍቕሪ ዝመስል ነገር እውን እናተዛረበ ተግባሩ ግን ካብ ፍቕሪ ሙሉእ ብሙሉእ ብዝወፀ መንገዲ እናረእየ ምስቅልቅል ዝበለ ህይወት ንክህልወኪ ኸይድኪ ከይትኸዲ ፍቕሪ ኣለኪ እሱ እውን ዘፍቅረኪ ዘሎ እዩ ዝመስለኪ ከይትፀንሒ ድማ ሕማቓት ነገራት ብምርኣይ ህይወትካ ኣብ ጥርጥር ንኽነብር እዩ ዝገብር። ስለዚ ዘየፍቅረኪ ተኾይኑ ልዕሊ ምንም ምልክቱ ስምዒትኪ ባዕሉ ተዛራባ እዩ፣ ስምዒትኪ ባዕሉ ተናጋራ እዩ። ብውሽጥኺ ብደንቢ ገይሩ ይስመዐኪ እዩ ከም ዘየፍቅረኪ፣ ኣብ መንጎኹም ጎደለታት ከም ዘለው፣ ናይ ስምዒት ምጉዳል ከም ዘሎ፣ ፍቕሪ ከም ዘይብሉ ብደንቢ ገይሩ ምልክታት የርእየኪ እዩ እና እዚ ስምዒት እዚ ኣብ ውሽጥኺ እንድሕር ድኣ ተፈጢሩ እዚ ወደይ የፍቅረክን ቅድሚ ኩሉ ናብ ነዊሕ ዘረባ ቅድሚ ምኻድና ማለት እዩ። ኻሊእ ግን ካልኣይ ነጥበይ እዚ ወዲ እንድሕር ለየፍቅረኪ ኮይኑ ወይ ድማ ንዓኺ ስምዒት እንድሕር ደኣ ዘይብሉ ዝሕስወኪ እንድሕር ደኣ ሃልዩ የፍቅረኪ እዩ ክብለኪ እዩ ግን ፍቕሪ ዘይብሉ ምዃኑ ብኸመይ ዶ ተረጋግፂ መሲልኪ ኩሉ ግዜ ይጨቅጨቅ እዩ ኢቨን እኳ እሱ ጥፊኡ ገለ ነገር ክትረኽብሉ ከለኽሲ ክትዛረብዩስ ትስከፊ ምኽንያቱ ምስ ተዛረብኪ ብድሕሪኡ ዝመጹ ዘረባታት ብድሕሪኡ ዝመጹ ወቐሳታት ክትሽከሙ እዮም ኣይትኽእልን እሱ ጥፊኡ ከሎ ዘይተዘከበሲ እስኺ ጥፍኣቱ ንምዝራብ ንምንታይ ከምዚ ጌርካ ንምባል ዓውዪ ሰኸፈት ይኣትወኪ ብልብኺ ክትዛረቢ ኣይትኽእልን በቃ ብዝኾነ መንገዲ ውሽጥኺ ቁልፍልፍ ኢሉ እዩ ሽዑ ተሰኪፍኪ በቃ ርእኪ ከምዘይረኣኪ ስቅ ትብሊ በቃ ካብ ንጨቃጨቅ ካብ ንበኣስ ሲ በቃ ሱቅ ምባል ደይ ኣይሕሸንን ንምንታይ እየ ዝዛረብ ታይ እዩ ትርጉሙ ኢልኪ ንክትሓስቢ እዩ ዝገብረኪ ስለዚ ካብዚ ነገር እዚ ምርዳእ ትክእሊ ኢኪ መጻምድኪ ከምዘየፍቅረኪ ጥፍኣት ኣጥፊኡ ንምዝራብ ውሽጥኪ ብ ቀረባ እንድሕር ደኣ ኮይኑ መጻምድቱ ስለ ዘፍቀረኪ እቲ ነጻነት ሂብኪ ኣሎ እቲ ዘየፍቅር ሰብ ግን እንታይ ድዩ ዝገብር ኢቨን እኳ ዝኾነ ነገር ጥፍኣት ረኺብክሉ ክተዛርብዮ ክትሙክሪ ከለኺ ናትኪ ጸገም ከም ዝኾነ ይነግረኪ እሞ ናቲ ጉዳይ ዓብላሊ ወይ ናቲ ጉዳይ ወናኒ ናቲ ጉዳይ ተጠቃዐ ከም ዝኾነ ከምስል ይደሊ ቀስ ብቐስ እዩ ዘምጻ ገለ ነገር ከጥፍእ ከሎስ ንምንታይ ከምዚ ጌርካ ትብልዮ ከለኺ እስኺ ከምዚ ስለ ዝገበርኪ እኮ እዩ እስኺ እዚ እዚ ነገር ስለ ዘርኣኽኒ እኮ እዩ ኢሉ ቀስ ብቐስ ናባኺ ይግልብጣ እዛ ጥፍኣት እስኺ ድማ ጥፍኣተኝነት ይስምዓኪ ኣብ ከክንዲ ናቱ ጥፍኣት ምልቃም ኣብ ከክንዲ ናቱ ጥፍኣት ምርኣይ ንባዕልኺ ምሕታት ትጅምሪ። ኣነ ድማ ክኸውን ኣጥፍኤ፣ ኣነ ድማ ክኸውን ከምዚ ከምዚ ዘይገበርኩሉ፣ ኣነ ድማ ክኸውን እዚ እዚ ነገራት ንኽገብር ዝደፋፈእኽዎ፣ ንኽገብር መንገዲ ዘመቻቸኹሉ ወይ መንገዲ ዘርኣኽዎ ኢልኪ ንክትሓስቢ ይገብረኪ እንድሕር ዘየፍቅረኪ ኮይኑ። ማኒፕሌት ምግባር በቃ እቲ ዋና ስርሑ እቲ ዝምቸዎ ስርሑና እቲ ዝኽእሎ ተግባሩ እዩ። ገለ ነገር ኣጥፊኡ ይቕረታ ይሓተክን ይቕረታ ንክትሓቲ ዝገብረኪ ንዓኺ እዩ ትፈልጢ እኮ ኢኺ ከም ዘጥፋ ከም ዝበደለ እኮ ትፈልጢ ኢኺ ግን ብዝኾነ ምኽንያት ብዝኾነ ኣጋጣሚ ንስኺ ኢኺ ይቅርታ ትሓቲ ስለዚ ከምዚ ዓይነት ወዲ ኣብ ሂወትኪ እንድሕር ደኣ ሃልዩ ትመታለሊ ለይጣቕመኪ ዘየፍቅረኪ መቼም ድማ ክልወጥ ዘይኽእል ዓይነት ወዲ እዩ ገለ ገለ ኣሕዋተይሲ ብኸመይ ክልውጦ ከይትብላኒ ኢለ ካብ ብገና ልነግረክን ኣለኹ ከምዚ ዓይነት ምስሊ እንድሕር ርኢኹሉ ወይ ከምዚ ዓይነት ባህሪ እንድሕር ዳኣ ርኢኹሉ እዚ ወዲ እዚ ክቕየረሎ እዩ ኢልኪ ከይትጽበይ ኢቨን እኳ ዝኾነ ጥፍኣት ተሰሚዕዎ ዝኾነ ይብድለኪ ከም ዘሎ እኳ ተተረዲእዎ ሲ ከስተኻኽሎ ዝደሊ ኣባኺ ኣይኮነን ብድሕሪ ካብ ለግንየ ጓል እዩ ብደንቢ ገይሩ ክቆርጸልኪ ኣለዎ እንድሕር ሓደ ግዜ ዘየፍቂርኪ ወዲ ሲ ተኝእዎ መሲልክን ካብ መጀመርያ ኢኻ ትሃንጾ ፍቕርኹም ኣብ ነዊሕ ደረጃ ከይበጽሐ ፍቕርኹም ነዊሕ መንገዲ ከይኸደ ንዓኺ ከይተዓዘበኪ ብልኾነ መንገዲ ከይሓዘኪ እናሃለወ ኢኺ ኣስተኻኺልኪ ክተቕጽብዮ ትኽእሊ እቲ ጉዳይ ምስ ተበላሸወ ወይ ኦሮማይ ነገራት ብለይኾነ መንገዲ ምስ ከደ ንዓኺ ብለይጠቅም መንገዲ ምስ ሓዘኪ ኣይትረብሕን ወይ ከምዚ'የ ዝገብራ እኔኪ ምሽ ናይ ንዕቐት ባህሪ ዘርእይዎ ነገር ኣሎ። ኦሮማይ በዛ መንገዲ እዚኣ እንድሕር ሒዝኪ ኮይኑ ንምስትኽኻሉ ከቢድ'ዩ ኣይከኣልን። ዋላ ጥፍኣተኝነት ተሰሚዕዎ በዲለያ እየ ኢሉ ዋላ ተተመልሰኪ ይቕረታ ሓቲቱ ፈፈው ኢሉ ለሚንኪ እምቢ ኢልክዮ ገለ ብኽንደይ መንካራ ዋላ ተተመለሰ ኣብ ልኾነ ግዜ በታ ዝሓዘኪ መንገዲ እዩ ክቕጽል በቃ እሳ ማለት እዚ እዚ እያ ኢሉ ንውሽጡ ለረድኦ ወይ ንውሽጡ ለሓዞ መንገዲ ኣሎና ክምለሰለይ ዶ ይኸውን ወይ ንክምለሰለይ እታ ክገብር ኣለኒ ከይትብላን እዩ ኣቐዲመ ክነግረክን ከምዚ ዓይነት ሰብ ክምለስ ኣይኽእልን ኦሮማይ በቲ ዝሓዘኪ መንገዲ ሒዝኪ ኣሎ ተጻዊርኪ ክትነብሪ ተኾንኪ ክትጻወሪ እምበርሲ በቲ መንገዲ ሱሱ ኢልኪ ክትቕጽሊ ወይ ተስተኻኺልልኪ ናብ ዝሐሸ ህይወት ወይ ድማ በቲ ንስኺ ትጽበዮ በቲ ንስኺ እትደልዮ ዓይነት መንገዲ ክኸደልኪ እዚ ወዲ እዚ ከይትጽበይ። እቲ ካልኣይ ነጥበይ እዩ። ሳልሳይ ድማ ዘየፍቅረኪ ወዲ እንድሕር ደኣ ኮይኑ ክትርእይሉ ካብ እትኽእሊ ምልክት ከም ተወሳኺ ንክኾነኪ ናትኪ ፍቕሪ ብርቂ ኣይኾኖን። ልተፋቐሩ ሰባት እንድሕር ደኣ ኮይኑ መጻምዱ ሰብኣየይ ናፊቕካኒ ኣፍቂረካ ከምዚ ክትገብር ከለኻስ ደስ እዩ ዝብለኒ ኢቭን እኳ ሐጒስካኒ ክትብሎ ከላ ኸመይ ኹርዓት ከም ዝስምዖ ኸመይ ብባዕሉ ኸም ልተኣማመን ኸመይ ኣብ ደገ ኸይዱሲ ኹርዕ ኢልካ ስርሑ ንምስራሕ ንሰባት በቃ ፍዕንን ኢሉ ንምንጋር ኸመይ በቃ ጽቡቕ ነገር ከም ዝስምዖ ክነግረካ ኣይኽእለን ኣብ ውሽጡ ኸም ብፍቕሪ ዝተመልኣ ኸም መጻምድኽን ዘፍቀረክን ኣጓልስ ብደንቢ ጌርኽን ትፈልጥኦ ኢኽን። እስኽ ኣፍቀርክዮ ኣየፍቀርክዮ ምንም ንነብሱ ትርጉም ከም ዘለዎ ዘይናገር ወይ ዘየርኢ ወዲ ተኾይኑ በቃ ምንም ትጽበይ የብልክን ካብ ብሕዚትኪ ኽዲ ካብ ብሕዚትኺ ተፈለዩ ናትኪ ፍቕሪ ዋጋ ዘይብሉ ተኾይኑ በርግጸኝነት ኣብ ውሽጡ ፍቕሪ ስለ ዘይብሉ እዩ ዘፍቀረ ኣነ ንዝኾነ ወዲ ንድሕር ካብ ልበይ ደልዮ ንድሕር ብደንብ ገይረ ኣፍቂረዮ ሲ የፍቅረኪ እየ ንክብለኒ ካብ ልበይ እየ ዝፅበ ምስ ነገረኒ ድማ ሓጎሰይ ልዑል እዩ ልክዕ ከምቲ ንስኺ የፍቅረኪ እየ ንክብለኪ ወይ ብሓባር ኢና ክንነብር ሓዳር ክገብረልኪ እየ ከምዚ ሕፀ ኩዲ እየ ክብለኪ ትፅበዮ እሱ እውን በቲ ናትኺ ልክዕ ክፅበ ኣለዎ ኩሉ ግዜ ስለ እትነግርዮ ወይ ኣብ ውሽጡ ፍቕሪ ስለ ዘይብሉ ምንም ሃንቀውታ ስለ ዘይብሉ ግን እንታይ ይኸውን እስኺ ፍቕሪ ነገርክዮ እስኺ ናፈቕካኒ በልክዮ ኣይበልክዮ ንዚ ወዲ እዚ ምንም ትርጉም ከም ዘይብሉ ኮይኑ የርእየኪ ወይ ምንም ዋጋ ከም ዘይብሉ ብኸመይ ይፈልጥ ተልክኒ ንኣብነት ናፊቕካኒ ተልክዮሲ ንክረኽበኪ ዘይጽዕር ተኾይኑ መኣዚና ክንራኸብ ኢልክዮሲ ስራሕ ቢዚ እየ ዝብለኪ እንድሕር ደኣ ኮይኑ የፍቅረካ'የ ክትብልዮ ከለኽሲ መሊሱ ኣነ'ውን የፍቅረኪ'የ ንምባል ዝጽገም እንድሕር ደኣ ኮይኑ ዝኾነ ይኹን ኩነታት ይሃልዮ ተጨናኒቑ እዩ ሓፍቲ ከም ስለ ዝኾነት ቤተሰቡ ከም ምንም ምስ ፍቕሪ ለራኸበ የብሉን የፍቅረካ እየ ኢልክዮም ኣነ እውን የፍቅረኪ እየ ንክብል ዝስከፍ ወይ ንድሕሪት ዝብል ዓይነት ወዲ እንድሕር ደኣ ኮይኑ በርግፀኝነት ኣብ ውሽጡ ከምቲ ንሱ ዝብለኪ ምንም ዓይነት ፍቕሪ ስለዘይብሉ እዩ ወይ ምንም ዓይነት ንዓኺ ዝኸውን ዕድል ቦታ ስለዘይብሉ እዩ እምበር ስኽ ናፊቅካኒ የፍቅረካ እየ ክትብልዮ ከለኺ ምደንገጸልኪ ዋው ኢሉ ምተደነቀ ደስ ምበሎ ኔሩ ከም ዝመስል ነገር ተዘይሪኤክሉ ግን እዚ ወዲ እዚ ከፍቅረኪ ኣይኽእልን ናትኪ ክኸውን ኣይኽእልን ጽቡቅ ዝኾነ ምልከታ የብሉን ኣብ ልዕሌኺ የፍቅረካ እየ ስለ ዝበልክዮ ምንም ዝፈጥሮ ነገር የብሉን ንጎ የፍቅረካ እየ ኢልክዮሲ መመሊሱ ንክድውል እዩ ክገብሮ ዝግባእ ኔሩ ናትኪ ፍቅሪ መመሊሱ ንኣኺ ንክናፍቅ ናትኪ ጽቡቃት ዝኾኑ ቃላት ክትዛረብዮም ከለኽ እኮ ብፍቕሪ እዮም ምሽ ስለዚ እዞም ብፍቕሪ ዝተዘረቡ ቃለት መመሊሱ ደጋጊሙ ንክሰምዕ ውሽጡ ምስ ዝደፋፍኦ እወ ፍቕሪ ኣለዎ እዩ እዚ ነገር ተዘይሪኢክሉ ግን እዚ ወዲ እዚ ከፍቅረኒ ኢልኪ ምጽባይ ኣየድልየክን ኣየፍቅረክን ድማ ተቐበልዮ ብውሽጥኺ ክትቅበልዮ ኣለኪ እዚ ነገር እዚ ኣየፍቅረንን ኢልኪ ኣብ ዝተቐበልክሉ መዓልቲ ውሽጥኺ ንክቐብጽ ዝግበእኪ ዋጋ ንክትረኽቢ ኢቭን እኳ እዚ ወዲ እዚ ንከፍቅረኪ እትገብርሉ መንገዲ እዩ በቃ የፍቅረኒ እንትብሉ እሞ ንዘየፍቅረኪ ሰብ እትገብርዮ ነገር ዜሮ ክኸውን ከሎ ምንም ነገር ከይገበርኪ ክትቀሪ ከለኺ ከም ናትኪ ነገር ከም ቋሚ ነገር ወሲድዎ ዝነበረ ነገር ንክስተኻኸል ቋሚ ከም ዘይኮነ ኣብ ኢዱ ከም ዘይወደቕኪ ኣብ እግሩ ከም ዘይወደቕኪ ንክሓስብ እዩ ዝገበር ካብኡ ድማ ልዕሊ ምንም ክነግረኪ ዝደሊ ኣብ ከምዚ ዓይነት ህይወት ተንበርኪክና ነበርኪ እቲ ንዓኺ ክንብርከኸልኪ ዝኽእል ወዲ ናሰኣንክዮ ኢኺ ኣይመስለካን ማለት ኣብቲ ፍቕሪ ውሽጢ እናነበርካ ዘየፍቅረካ ሰብ እናፍቀርካ ገለ ክትነብር ከለኻሲ ዝኾነ ስሕተት ተፈጢሩ እዩ እምበርሲ እዚ ወዲስ ከፍቅረኒ ይኽእል ነይሩ እዩ ዝኾነ ነገር ተፈጢሩ እዩ እምበር ወይ ዝኾነ ነገር ርእይለይ ዝኾነ ነገር ስለዝኾንኩ እዩ እምበርሲ እዚ ወዲስ ከፍቅረኒ ነይሩ እዩ ስለዚ ጸገሙ ኣብ ልዕለ እዩ ዘሎ እንታይ ክገብር ኣለኒ ኣብ ምባል ስለትውዕሉ እዩ እምበርሲ ኦሮማይ ክፍቅረኒ ኣይኽእልን ዝወዲ ዘየፍቀረንን ማለት ድማ ንዓየ ምንም ማለት ኣይኮነን ከፍቅረኒ ዝኽእል ሰብ ክርኢ ኣለኒ ወይ ክመርፅ ኣለኒ ክእልሽ ኣለኒ እቲ ናተይ ዝኾነ ወዲ ንከግኔ ክምክር ኣለኒ ኢልክ ብላ ሓሰብ ክሉ መዓልቲ ህይወትኪ እዩ ሽዑ እዩ ዝስተኻኸል ሽዑ እዩ ዝቃናዕ ህይወትኪ ግን እቲ ዓብዩ ፀገም ኣብቲ ፍቅሪ ወዲእካ ናሃለኻ ወይ ፍቅሪ ዝመስል ርክብ ስለለለካ በቃ ሓቂ ይመስለኪ ክትወፅእ ኣይትደልን ናሰብ ምኽሪ ክትሰምዕ ኣይትደልን ናሰብ ምኽሪ ካብ ምስማዕሲ ከመይ ገይረ ክወፅእ ኣለኒ ኢልካ ምሕታት ስለልቀለኪ ንምልዋጥ ምንም ነገር ስለለይትሙክሪ ኣብቲ ሂወትሱ ንነዊሕ ግዜ ስኢልኪ እፍግፍግ ኢልኪ ንኽትነብሪ እዩ ዝገብረኪ ስለዚ ዝሓፍተይ ለባም ኹኒ ጠንካራ ኹኒ በሳል ኹኒ ጽባሕ ንግሆ መሊስኪ ለይተግንዮ ሂወት ኢኺ ሕዚ ተባኽንዮ ዘለኺ ኣፍቂረካ ናተይ ኹን ኣፍቂረዮ እታ ክገብር ንኽምለሰኒ እታ ክኸውን ናበልኪ ትውዕልዮ ዘለኺ ዕድመኽን መንገድኽን ጽባሕ ንግሆ ምልስ ኢልኪ ከምዚ ገይረ ተዝኸውንከ ኢልኪ ትጣዓስሉ ኢልኪ ትምነይሉ ግዜ እዩ

ንቻናለይ ሓዳሽ ተኾንኪ ቻናለይ ሰብስክራይብ ግበር እሞ ኩሉ ግዜ ሶሉስ ሓሙስን ቀዳምን ዝለቆም ቪድዮታት በሳላት ስለዝኾኑ ብብሱላት ሓሳባት ዝተመሉ ስለዝኾኑ ከየምልጡኺ ምእንታን ሕዚ ሰብስክራይብ ግበርያ ኢኺ እዛ ቪድዮ እዚኣ እውን ምእንታን ተበፃሕነት ክህልዋ ክተምልጣ ናብ ዘይብላ ሓፍትኺ ምእንታን ክትበፅሕ ላይክ ሼር ምግባር ከይትርስዐ ኢኺ ከስተኻኽሎ እትደልዮ ነገር ወይ ክሰርሐልክን እትደልዮ ሓሳብ ተሃልዩ ኣብ ኮሜንት ሴክሽን ኣፍልጣኒ ኢኽን ቀፃሊ እውን ብካሊኣ ሓሳብ ክመፀክን እየ ሰላም